ሓደ መንነቱ ዘይተፈልጠ ዝተሸፋፈነ ሰብ ንሊያም ክረኽቦ ኢሉ ናብ ጃፓን ክኸይድ እንከሎ እንዳራእና ፊልምና ትጅምር። ሊያምን ኣፍቃሪቱን ኣብ ከተማ ጃፓን ክሳብ እዚ ዝተሸፋፈነ ሰብ ናብ ህይወቶም ዝመጽእ ጽቡቕ ዝበሃል ሬስቶራንት ከፊቶም ህይወቶም እንዳመርሑ እዮም ነይሮም። እዚ ሰብ እዚ ናብ ናይ ልያም ቤት መግቢ ዝመጽኣሉ ምኽንያት ንጊትሲኒ ዝተባህለ መታለሊ ኣስማታዊ ዕትሮ ዝሓዘ ምስ ልያም ስለ ዝነበረት ነዛ ኣስማታዊት ኣቕሓ ክወስዳ ኢሉ እዩ መጺኡ። ልያም እውን ነዚ ስለ ዝተረድኣ ነታ ንእሽቶ ኣስማታዊት መሳርሒት ዝሓዘት ዕትሮ ምስ ኣፍቃሪቱ ኮይኑ ሒዙዋ ከምልጥ ይፍትን። ዋላ እኳ ንልያም ኣፍቃሪቱ ንጉትሲኒ ሊያም ከኣ ዌርወልፍ እንተኾነ እቲ ዝተሸፋፈነ ወዲ ግን ንኽልቲኦም ብናይ ብሩር ጥይት ጌሩ ተኲሱ ይሃርሞም። እዚ ናይ ብሩር ጥይት ንዌርወልፍን ንንጊድስንን ተባሂሉ ዝተሰርሐ ፍሉይ መሳርሒ'ዩ። ሽዑ'ውን እቲ ዝተሸፋፈነ ወዲ ነታ መታለሊ፣ ኣስማታዊ መንፈስ ዝሓዘት ካብቲ ዝወደቐቶ የልዕላ እሞ፣ ምስዚ መታለሊ መንፈስ ኣስማታዊ ሓይሊ ዘለዎ ስምምዕነት ይገብር። እዚ መንፈስ እዚ ናይ ሰባት ርእሲ ክቈጻጸርን ከንብብን ዝኽእል እዩ ነይሩ። ምስዚ ዝተሸፋፈነ ወዲ እውን እቲ መንፈስ ክሰማማዕን ክወሃሃድን እንከሎ ንርኢ። ቀጺሉ እውን እዚ ዝተሸፋፈነ ምስጢራዊ ሰብ ነቲ መንፈስ ካብቲ ዝተኣሰረሉ ዕትሮ ኣውጺኡ ክፍንዎ እንከሎ ንርኢ። ቀጺልና እውን ንስኮት ንሪኦ እሞ ንሓንቲ ቆልዓ ኣብ ዝባኑ ተሸኪሙ ናብ ዌርዎልፍ ተቐይሩ ካብ ዝፈራረሰ ገዛውቲ ከድሕና እንከሎ ንርኢ። ሰላም ሰላም ኣብ በብዘለኹሞ ሰላምኩም ይብዛሕ ንሎሚ ድማ ከምቲ ልሙድ ኣብ ዕስራ ዕስራን ሰለስተን ዝተፈነወት ቴን ዎልፍ ትብል ብልጽቲ ፊልሚ ሒዘልኩም ቀሪበ ዘለኹ ነዛ ቻናል ሓደሽቲ እንተኾንኩም ሳብስክራይብ እንዳገበርኩም ነዛ ቪድዮ ውን ከምቲ ኩልግዜ ትገብርዎ ላይክ እንዳገበርኩም ኣጀምሩ ሰናይ ጻንሒት። እስካት ሕጂ ኣብ ናይ እንሰሳት መዕቆቢ ይሰርሕ ከም ዘሎ ንርኢ እሞ ኣብ ሓንቲ ምሸት እውን ነቲ ዝሰርሓሉ ትካል ሓጻጽዩ እንዳ ወጸ እንከሎ ነታ ቅድሚ ክንደይ ዓመታት ዝሞተት ኣፍቃሪቱ ኣሊሰን ነቲ ማዕጾ ዓጽዩ ትውይ ምስ በለ ይሪኣ እሞ ብሕልመይ ድዩ ዋላስ ናይ ብሓቂ እየ ዝሪኣ ዘለኹ? ኢሉ ክደናገርን ክግረምን እንከሎ ንሪኦ'ሞ፣ ሽዑ'ውን ኣሊሰን ካብቲ ቦታ ክትጠፍእ እንከላ ንሪኣ። ሕጂ'ውን ገጹ ትውይ ኣቢሉ ናብቲ ሓደ ሸነኽ ምስ ጠመተ፣ ኣቦኣ ንኣሊሰን ብዘሰንብድን ብዘገርምን ኩነታት ኣብቲ ስርሑ ይሪኦ'ሞ፣ እስካት'ውን እንታይ ደኣ ብሰላም ድዩ ምስ በሎ፣ ኣቦ ኣሊሰን፣ ንኣሊሰን ብተደጋጋሚ ይሪኣ ኣለኹ ሕልሚ ድዩ ዋላስ ናይ ብሓቂ ክርድኣኒ ኣይከኣለን ንዓኻኸ ትረኣየካ ኣላ ዶ ኢሉ ይሓቶ እስካት እውን መልስ ኣቢሉ ኣነ እውን እኮ ኣሊሰን ክትረኣየኒ ጀሚራ ኣላ ግን ናይ ብሓቂ ድዩ ዋላስ ሕልሚ እዩ ክርድኣኒ ኣይከኣለን ይብሎ ኣቦ ኣሊሰን ግሪስ እውን፣ ጓለይ ኣሊሰን ኣብ መንጎ ህይወትን ሞትን እያ ተቐርቂራ ዘላ። ሕጂ ንሕና ቢከን ናብ ዝተባህለ ኣኽራን፣ ጫካ ዝበዝሖ ኣኽራን ኬድና ንፍትሓት ኣሊሰን ዝኾነ ስርዓት ክንፍጽም ኣለና፣ ኢሉ ንስካት የረድኦ እሞ እስካት እውን በዚ ሓሳብ ይሰማማዕ። ናይ ኣሊሰን መንፈስ ክረኣዮም ዝጀመረ ኣቦኣ ክሪስን እስካትን ጥራይ ኣይነበሩን። እታ ናይ ልቢ ዓርካ ናይ ሃይስኩል ተማሃሪት ዝነበረት ሊድያ እውን ናይ ኣሊሰን መንፈስ ክረኣያ ይጅምር። ሊድያ ጥራይ እውን ኣይኮነትን፣ ነቶም ካልኦት ናይ ሃይስኩል መሓዙታ ዝነበሩ እውን ክትረኣዮም ጀሚራ ኣላ። ኩላቶም እቶም ናይ ሃይስኩል መሓዙታ ዝነበሩ ብዛዕባ እዚ ዝኸውን ዘሎን ዝርእይዎ ዘለዉን ነገር ተኣኪቦም ከጻርዩ ክፍትኑ እንከለዉ ንሪኦም። ኣብቲ ሓደ ኸኣ እቲ ኣለን ዝተባህለ ዶክተር ኣቦ ኣሊሰን ኒጉትሲኒ ብዝተባህለ መንፈስ ከም ዝተጠቕዐ ይርዳእ እሞ ዝኾነ ሕሩጭ ዝመስል ነገር ናብ ቅድሚኡ ይብትነሉ እሞ ሽዑ ውን ነቲ መንፈስ በቲ ኣስማታዊ ዝመስል ሓመድ ነገር ጌሩ ከውጽኦ እንከሎ ንርኢ። ናብ በዓል እስካት ክንምለስ እንከሎና ውን ነቲ ስርዓት ክፍጽሙ ኢሎም ኩላቶም ንኣሊሰን መሓዙታ ብሓንሳብ ተኣኪቦም ናብቲ ቦታ ይኸዱ። ዝተፈላለዩ ሚስጢራዊ ፍጥረታት ዝስሕብ ናብ ዝመስል ናብ ሓንቲ ዝተቖረጸት ጉንዲ ኩላቶም ይእከቡ። ሽዑ ውን እታ ኣሊሰን ዝተወግኣትላ ሰይፍን ሓመድን ይቕርቡ እሞ ነቲ ስርዓት ክፍጽሙ ይጅምሩ። ነዚ ስርዓት ምስ ወድኡ እውን ዋላ ሓደ ዝተፈጥረ ነገር ኣይነበረን። በዚ እውን ኩላቶም ሓሪቖም ካብቲ ቦታ ገዲፎሞ ክኸዱ እንክብሉ ኣብ ትሕቲ እግሮም ዝኾኑ ዘብርሁ መብራህቲ የስተብህሉ እሞ ደው ኢሎም ናብ ድሕሪት ተተውዮም ምስ ረኣዩ ኣሊሰን ካበይ መጺኣ ከይተብሃለት ኣብቲ ዝተቖረጸ ጉንዲ ይረኽብዋ። ሽዑ እውን ኣሊሰን እውን ኣስሒታ ስለ ዝነበረት ተቐላጢፎም ብመኪና ገይሮም ናብ ሆስፒታል ይወስድዋ። ኣሊሰን ተበራቢራ ናብ ውንኣ ምስ ተመልሰት ዋላ ሓደ ትዝክሮ ነገር የለን። ብዛዕባ ኣቦኣ ይኹን ብዛዕባ መሓዙታን ብዛዕባ ሕሉፍ ህይወታን ዋላ ሓደ ትዝክሮ ነገር የለን። እቲ እንኮ ትዝክሮን እትፈልጦ ነገርን እንተሎ እቲ ኣልፋ ዲሪኬል ጸላኢኣ ከም ዝኾነን ክትቀትሎ ከም ዘለዋን ጥራይ እያ ትፈልጥ። ኣሊሰን እውን ንስካትን ነቶም ካልኦት መሓዙታን ጥቕዓት ትፍንወሎም እሞ ካብቲ ሆስፒታል ኣምሊጣ ትወጽእ። እስካትን መሓዙትን እውን ተጨናኒቖም ኣሊሰን ናበይ ከይዳ ከም እትኸውን እንዳሓሰቡን እንዳዕለሉን እንከለዉ፣ ኣሊሰን ግን ነቲ ኣልፋ ንዴሪኬል ሃዲና ክትቀትሎ ክትዳለውን መሳርሕታት ክተዳልው እንከላ ንኣሊሰን ንሪኣ። ሽዑ'ውን እቲ መታለሊ ናይ ንጉትሲኒ መንፈስ ናብኣ ይመጽእ እሞ፣ ንስኮትን ንመሓዙቱን ንኹላቶም ንኽትቀትሎም ኣታሊሉ የእምና። እዚ መታለሊ ናይ ንጒቲኒ መንፈስ ንኣሊሰን ንመሓዙታ ንኽትቀትሎም ዘእመና ምስቲ እዛ ፊልም ክትጅምር ኮላ ተሸፋፊኑ ገጹ ዘይረኣናዮ ሰብ ካብታ ዕትሮ እውን ነዚ ንጒቲ ሲኒ ነጻ ዘውጽኦ ንስካትን ንኹሎም መሓዙቱን ንክቀትሎም ምስ ተሰማምዐ እዩ ካብታ ዕትሮ ዘውጽኦ። ሕጂ ግን ብቐዳምነት ኣሊሰን ክትቀትሎ ደልያ ዘላ ነቲ ኣልፋ ዴሪክ እዩ። ንዴሪክ እውን ንሪኦ እሞ ዴሪክ መንእሰይ ቆልዓ ከም ዘለዎን ንናይ ወዱ ናይ ላክሮስ ጸወታ ግጥም ክርኢ ኢሉ ናብቲ ናይ ቀደም ቤት ትምህርቱ ከም ዝመጸ ንሪኦ። ሽዑ እውን ኣብቲ መቐየሪ ክላስ ምስ ወዱ እንዳዕለለ እንከሎ ኣሊሰን ካበይ መጺኣ ከይበልናያ ሃንደበት ብፍላጻ ወርዊራ ኣብ ክሳዱ ሃሪማ ናብ መሬት ተውድቖ። ሽዑ እውን ደጊማ ተኲሳ ክትቆትሎ ምስ በለት፣ ኣብ መንጎ ልየም ኣትዩ ነታ ዝተተኮሰት ፍላጻ ብኢዱ ገይሩ ሒዙ ንዴሪክ የድሕኖ። ንልየም ኣፍቃሪቱን ካልኦትን ብዓል ስካትን ንዴሪክ ክሕግዝዎ ኢሎም ኣብቲ ቦታ ከም ዝመጹ ንርኢ። ንኣሊሰን እውን እንታይ ይፍጠር ከም ዘሎ መን ከም ዝኾነትን ከረድእዋ ዋላ እኳ እንተደለዩ ኣሊሰን ግን ድሮ ካብቲ ቦታ ሃዲማ ኣምሊጣ እያ ነይራ። እዚ ክኸውን እንከሎ፣ እቶም ፖላዊስ'ውን ኣብቲ ጫካ ብዝተፈጥረ ባርዕ ሓዊ ክምርምሩ እንከለዉ ንርእዮም። ዝኾነ ሰብ ኮነ ኢሉ ዘቃጸሎ እዩ ዝመስል። ኣብዛ ምሸት'ውን እዚ ሓዊ ብኸመይ ክቀጻጸል ክኢሉ ኢሎም እንዳመርመሩን ጽንዓት እንዳካየዱን እንከለዉ፣ ናብቲ ቦታ ማስክ ጌሮም ዝተሸፋፈኑ ናብቲ ቦታ ይመጹ'ሞ ሓደ ብሓደ ጌሮም እንዳወሰዱ ጥቕዓት ክፍንውሎም እንከለዉ ንርኢ። ናብ በዓል ስካት ክንምለስ እንኮለና፣ ንዲሪክ ተሰኪሞም ናብ ናይ ስካት ገዛ ይወስድዎ'ሞ ሽዑ'ውን ነቲ ኣሊሰን ተኲሳ ዝሃረመቶ ቦታ ብሓዊ ጌሮም ኣንዲዶም ከሕክምዎ እንከለዉ ንርኢ። ዲሪክ ግን ንነብሱ ዘይኮነስ ነቲ ኣሊሰን ትሃድኖ ዘላ ወዱ'ዩ ዝጭነቕ ዘሎ። ንዴሪክ ወዱ ካብ ዴሪክ ዝወረሶ ናይ ዌርዎልፍ ሓይሊ ዋላ እኳ እንተሃለዎ፣ ነቲ ሓይሉ ግን ከመይ ጌሩ ክጥቀመሉ ከም ዝኽእል ክሳብ ሕጂ ኣይፈልጥን። ኩላቶም እውን ነዚ ወዲ ዓሰርተ ሓሙሽተ ዓመት ወዲ ዴሪክ፣ ኣሊሰን ሒዛ ክትቀትሎ እያ ኢሎም ኣብ ስግኣት እዮም ዝርከቡ። ኣሊሰን እውን እንዳተኸተለትን እንዳሰዓበትን ወዲ ዴሪክ፣ ኣብ ገዝኦም ኣብ ዝርከብ ናይ መኪና መዐረዪ ተሓቢኡ እንከሎ ኣሊሰን ረኺባ ተኲሳ ክትቀትሎ እንዳተዳለወት እንከላ ናብቲ ቦታ እስካት ይበጽሕ። እስካት እውን ንወዲ ዴሪክ ካብቲ ቦታ ሒዝዎ የምልጥ። እቶም ካብቶም ማስክ ዝገበሩ ሰይፊ ዝሓዙ ነቶም ፖላዊስ ሒዞምዎም ዝስወሩ ዝነበሩ ካብኣቶም ዝተወሰኑ ፖላዊስ ተሪፎም ስለዝነበሩ ኣሰር ኣሰር እቶም ማስክ ዝገበሩ ብመኪና ገይሮም ክስዕብዎም እንከለዉ ንርኢ። ልየምን ኣፍቃሪቱን እውን ነቶም ማስክ ዝገበሩ ይረኽብዎም እሞ ሽዑ ግን እቶም ማስክ ዝገበሩ ብሰይፊ ገይሮም ይወግእዎም እሞ ልየምን ኣፍቃሪቱን እውን ክስወሩ እንከለዉ ንርኢ። ልየምን ኣፍቃሪቱን በቲ ሰይፊ ምስ ተወግኡ ኣይሞቱን ነይሮም። እቶም ማስክ ዝገበሩ በቲ ሰይፊ ገይሮም ወጊኦም ናብ ካልእ ቦታ እዮም ሒዞምዎም ዝኸዱ። ንሳቶም ጥራይ ኣይኮኑን'ውን፣ ዴሪክን ንዴሪክ ወዱን ሼሪፍ ስቴሊኒስክን'ውን በቶም ማስክ ዝገበሩ ከም ዝተወስዱ ንርኢ። መብዛሕትኦም ኣዕሩኽቱ በዞም ማስክ ዝገበሩ ሰይፊ ዝተዓጠቑ ናብ ዘይፍለጥ ቦታ ክውሰዱ እንከለዉ፣ ስካት ግን ምስታ ኣፍቃሪቱ ዝነበረት ኣሊሰን ንሳ ክትቀትሎ እንዳፈተነት ኮላ ንሱ ግን ከረጋግኣን ብዛዕባ ሕሉፍ ህይወታን ከረድኣ ኣብ ስራሕ ተጸሚዱ ስለ ዝነበረ፣ ብዛዕባ መሓዙቱን እንታይ ይፍጠር ከም ዘሎን ዋላ ሓደ ዝፈልጦ ነገር ኣይነበረን። ኣሊሰን ግን እስካት ንዝብላ ነገር ፈጺማ ክትሰምዕ ኣይከኣለትን። ኣሊሰን እትፈልጥ ኣብ ሕሉፍ ህይወታ እስካት ንፍርቂ ስድርኣ ብጭካነ ከም ዝቐተሎም'ዩ። ነዚ'ውን ዘእመና እቲ መታለሊ፣ ናይ ንጉትሲኒ መንፈስ እዩ ንጊትሲኒ ስርሑ ምትላልን ምዕሻውን እዩ እስካት ዝከኣሎ ኩሉ ጌሩ ንኣሊሰን ከረድኣ ዋላ እኳ እንተፈተነ ኣሊሰን ግን ፈጺማ ክትሰምዖ ፍቃደኛ ኣይነበረትን እስካት እውን ኣብ መወዳእትኡ መማረጺ ስኢኑ ምስ ጨነቆ በቲ ኣብ ኢዳ ሒዛቶ ዝነበረት ንተኳሉ ክቀትሎም ዝክእል ሓደገኛ መርዚ ዘለዎ ብኢዱ ሒዙ ንኽትወግኦ ይፈቕደላ። ኣብዛ ዝወግኣቶ ካራ ንተዃሉ ክቐትሎም ዝኽእል ልዕሊ ሽዱሽተ ሰዓታት ዘየጽንሖም መርዚ ኣሎ። እስካቱ እውን በዚ ሓደገኛ መርዚ'ዚ ስለ ዝተወግኣ ክመውት ይኽእል እዩ። እስካቱ እውን በቲ መርዚ እንዳተዳኸመ ከም ዝፈትዋን ከም ዘፍቅራን ኣብ ሕሉፍ ህይወታ እውን ኣፍቃሪኣ ከም ዝነበረ ይነግራ፣ ውስኽ ኣቢሉ እውን ኣብ ሕቝፍኡ ከም ዝሞተትን ብሞታ እውን ንሱን ስድራኣን መሓዙታን ኣዝዮም ሓዚኖም ከም ዝነበሩን ይነግራ። እስካት ሕጂ እውን መሓዙቱ ኵላቶም ከም ዝተሰወሩን ከም ዝጠፍኡን ኣይፈለጠን ዘሎ። ኵሎም በቶም ማስክ ዝገበሩ ተወሲዶም፣ ተኸፋፊሎምን ተበታቲኖምን እዮም ዘለዉ። ኣብቲ ቦታ ተንቀሳቒሶም ካብ ዝረኸብዎ ሓበሬታ እውን ቀደም ምስስካት ዝተምሃርሉ ቤት ትምህርቲ ኣብኡ ከባቢኡን ከም ዘለዉ ክርድኡ ይኽእሉ። እቲ ነዚ ንጒት ሲኒ ካብታ ዕትሮ ዘውጽኦ ሰብ እውን ጸወታ ዝመስል መፈንጠር ኣዳልዩሎም እዩ ነይሩ። ኣብዚ ጸወታ እውን ኵላቶም ንስካት መሓዙቱን ስድርኡን ፖላዊስን፣ ኣዛዚኦም ሼሪፍ ስቴሊንስኪን ኣብቲ ቦታ ተኣሲሮም ንሪኦም። ብርግጽ ክሳብ ሕጂ ዝተጎድኣን ዝሞተን ሰብ የብሎምን። ኣብኡ ኮፍ ኢሎም እንከለዉ'ውን ኩላቶም ብሓሳብ ናብ ሓደ ስታድየም ይኸዱ። ኣብዚ ክዉን ዓለም ናይ ብሓቂ ድማ ናይ ላክሮስ ጸወታ ግጥም ንርኢ'ሞ ሊድያን ጃክሰንን እውን ነቲ ዝተሸፋፈነ ምስጢራዊ ሰብ ነቲ ንግድሲ ንዝፈትሖ ይረኽብዎ እሞ ሽዑ ነቲ ቆቢዑ ምስ ኣውጽኦ ናይ ቀደም ናይ ኬሚስትሪ መምህሮም ኮይኑ ይጸንሕ። ኣብ ዝሓለፉ ግዝያት እውን ንዕኡ ዘሕረቕዎ ብዙሓት ነገራት ተፈጢሮም ስለ ዝነበሩ እዩ ሕጂ ክቐትሎም ዝወሰነ። መናእሰይ ተምሃሮ እንከለዉ ነዚ ናይ ኬሚስትሪ መምህሮም መስዋእቲ ገይሮምዎ ነይሮም እዮም። በዚ'ዩ ድማ ሓሪቑ ንዅላቶም ኪቐትሎም ዝወሰነ። ኣብቲ ሓደ ኸኣ እቲ ብመርዛም ካራ ዝተወግአ፣ ኣብ ኣፍ ሞት በጺሑ ዘሎ ስካት፣ ኣሊሰን ኣብ ጌጋ መገዲ ከም ዘላን እቲ ንጒትስኒ ከም ዘዐሸዋን ትፈልጥ እሞ ሽዑ'ውን ንስካት ብዚነድድ ርችት ገይራ ነቲ ዝወግኣቶ ቝስሉ ክተቃጽሎ እንኮላ ንርኢ። ስካት'ውን ንስክላ ህይወቱ ከተርፍ እንኮላ ንርኢ። ኣብቲ ሓደ ኸኣ እቲ ንጒት ስኒ ንወዲ ዲሪክ ኢላይ ካብቲ ዝሰወሮም ስውር ዓለም ናብዚ ዘሎ ክዉን ዓለም ደርብዩ ክመልሶ እንከሎ ንርኢ። ኢላይ ነስካትን ኮይኖም እውን ነዚ ጸወታ ከቋርጽዎ ክፍትኑ እንከለዉ ንርኢ። ምኽንያቱ ኸኣ ኣጋ ምሸት እዞም ማስክ ዝገበሩ ናይ ትንግትሪኒ ወተሃደራት ነዞም ኣብዚ ስታድዮም ዘለዉ ሰባት ክቐትልዎም ምፍታኖም ኣይተርፍን እዩ። ነቲ ጸወታ ከቋርጽዎ ኣብ ዝፍትኑሉ ሰዓት እውን እቶም ተጋጠምቲ ጋንታ ማዕረ ጎል ስለ ዝቑጸሩ እቲ ጸወታ ሕጂ እውን ተወሳኺ ሰዓት ተገይሩሉ ከም ዝቕጽልን ከም ዘይቋረጽን እቲ ሰልጣን ይነግሮም። ሕጂ እቲ ጸወታ እንተ ቀጺሉ፣ ሰዓት ብዝደፍእ ቁጽሪ፣ እቶም ናይ ንጒድ ሲኒ ወተሃደራት፣ ማስክ ዝገበሩ ማለት እዩ፣ ናብዚ ቦታ ምስ መሰየ እንተ መጺኦም፣ ብዙሓት ሰባት ክውሰዱን ክሞቱን እዮም ማለት እዩ። እዚ ከይከውን እውን እስካትን ኢላይን እቲ ጸወታ ቀልጢፉ መታን ክውዳእ ናብዚ ጸወታ ክሕወሱ ይውስኑ። ኢላይ ኣብዛ ጋንታ ተጻዋታይ ክኸውን ከሎ፣ እስካት ግን ብዙሕ ልምዲ ዘለዎን ቀደሙ እውን ኣብ ግዜ ንእስነቱ ኣብዚ ቤት ትምህርቲ ብላክሮስ ጸወታ ኣዝዩ ፍሉጥ እዩ ነይሩ። እዚ ጥራይ ኣይኮነን፣ ኣዝዩ ሓያልን ቁልጡፍን ዌርዎልፍ እዩ። እዚ ኩሉ ክእለትን ሓይልን ሒዝካ ናይ እስካት ጋንታ ኣይትስዕርን እያ ምባል ኣይከኣልን እዩ። እዚ ጸወታ እውን ብናይ በዓል እስካት ጋንታ ዓወት ይዛዘም። ኣሊሰን እውን ምስ ኣቦኣ ክሪስ ትራኸብ እሞ ብሓጎስ እንዳ ተሓቛቖፉ እንከለዉ ግን ሃንደበት እቶም ናይ ንጒት ሲኒ ወተሃደራት ናብኡ ይመጹ እሞ ናብቲ ናቶም ግዝኣት ሒዞሞም ይኸዱ። ሊድያን ጃክሰንን እውን ናብቲ ናቶም ግዝኣት ከይሓልፉ በቲ ነበር ናይ ኬሚስትሪ መምህሮም ማውንቴን ኣሽ ብዝበሃል ሓመድ ንከይሓልፉ እቲ ናይ ኬሚስትሪ መምህር ከቲርዎም እዩ ነይሩ። እቲ ዓንተቦይ ነቲ ጫካ ዝነድድ ዝነበረ እቶም ፖላዊስ ዘጻርዩ ዝነበሩ ለካስ እዚ ናይ ኬሚስትሪ መምህር ነዚ ሓመድ ክረክብ ኢሉ እዩ ኣንዲድዎ ዝነበረ። ነዚ ማውንቴን ኣሽ ዝተብሃለ ሓጹር ክሰግሮ ዝኽእል ፍጥረት እንተሃለወ ከም መርማሪ ሃሪስ ዝበለ ሄል ሃውንድ ዝበሃል ዌርዎልፍ ጥራይ እዩ ኣሊሰንን ስካትን ምስቶም ማስክ ዝገበሩ ናይ ቴኒጉሲቲኒ ወተሃደራት ክበኣሱ እንከለዉ፣ ጃክሰንን ሊድያን ግን ዋላ ሓደ ክገብሩ ኣይክእሉን፣ በቲ ሓደ ሸነኽ ኰይኖም ክርእይዎም እንከለዉ ንርኢ። እዚ ኹሉ ኽፋእ ግብሪ ናይቲ ነበር ኬሚስትሪ መምህሮም እዩ። ንሳቶም ክሳቐዩን ክሞቱን እንከለዉ እንዳረኣየ ክሕጎስ መታን ዘውጽኦ መደብ እዩ ነይሩ። ሊድያ ናይ ባንሺ ሓይሊ እዩ ዘለዋ። ባንሺ ማለት ብኣዝዩ ሓያል ድምጺ ዝውጭጭ ማለት እዩ። እቲ ትውጭጮ ድምጺ እውን ኣዝዩ ፍሉይ ሓይሊ እዩ ዘለዎ። ሊድያ እውን ኣብዚ ሰዓት እዚ በቲ ሓደ ሸነኽ ኰይና ናብ ኣሊሰን ገጻ ብብርቱዕ ድምጺ ክትውጭጭ ትጅምር። እቶም ኣብ ጥቓ ኣሊሰን ዝነበሩ ማስክ ዝገበሩ ወተሃደራት እውን ተበታቲኖም ይወድቁ እሞ ኣሊሰን እውን ነዚ ናይ ሊድያ ድምጺ ሰሚዓ እቲ ምስስካት ዘሕለፈቶ ጥዑም ግዜን ዝሞተትሉ ግዜን ክትዝክር ትጅምር። ዋላ እኳ ኣሊሰን ክትዝክር እንተ ጀመረት ሕጂ ግን ዋላ ሓደ ጥቕሚ የብሉን፣ ምኽንያቱ ኸኣ ኣብ ትሕቲ ቍጽጽርን ግዝኣትን እቲ ንጒት ሲን'ዮም ዘለዉ። እቲ ንጒት ሲን'ውን ንዅላቶም ከም ዝቐትሎም ክሕንሕነሎም ይጅምር፣ ንወዲ ዴሪክ'ውን ሒዙ ክቐትሎ'የ እንዳ በለ የፈራርሖም፣ ንዕኡ ክገድፎ እንተ ደኣ ዀይኑ ንስካት ክቐትሎ ሃቡኒ ይብሎም፣ እስካት'ውን ምእንቲ ዅላቶም መስዋእቲ ክኸውን ወሲኑ። ሓራይ ኢሉ ይሰማማዕ። እዚ ንጊትስን ነዚ ዝገብር ዘሎ እቲ ነበር ናይ ኬሚስትሪ መምህሮም ንስካት ኣሳቂካ ቅተሎ ኢልዎ ስለ ዝነበረ እዩ። እቲ ንጊትስን እውን ቅጽል ኣቢሉ ኣሊሳን ንስካት እንተደኣ ቀቲላቶ ንኩላቶም ምሕረት ጌሩ። ካብዚ ቦታ ከም ዝፍንዎም ይነግሮም። ኣሊሰን እውን መሳርሒኣ ኣቀባቢላ ፍላጻ ገይራ ወርዊራ ኣፍ ልቡ ትሃርሞ። በዛ ሓንቲ እውን ኣየብቅዐን ካልኣይቲ ሰዲዳ ሕጂ እውን ኣፍ ልቡ ትደግሞ። መበል ሳልሰይቲ እውን ወርዊራ ኣብ ኣፍ ልቡ ትሃርሞ። እስካት ብዘሕዝን ኩነታት ኣብ መሬት ወዲቁ ንሪኦ እሞ ኣብ ጫፉ ንዌርዎልፍ ክቀትሎም ብዝክእል መሳርሒ ስለ ዝተሃርመ እስካት ክመውት እዩ ኢልና እንዳ ተጸበና እንኮለና ግን ዘይፈለጥናዮ ሓደ ነገር እታ ንልየም ኣፍቃሪቱ ዝነበራ ናይ ንጉትሽነ ሓይሊ ኣሕሊፋትሉ ስለ ዝነበረት እተን ኣብ ኣፍ ልቡ ተሰኩዔን ዝነበራ ናይ ብሩር ፍላጻ ክነዳ እንኮለዋ ንርኢ ንስካት እውን ዋላ ሓደ ጉድኣት ኣይበጽሖን እዩ ማለት እዩ። እቶም ብደገ ዝጸንሑ በዓል ሊድያን ጃክሰንን እውን ብሓገዝ እቲ ሄልሃውንድ ናብቲ ናይ ንጒት ሲን ዓለም ይኣትዉ እሞ ምስቶም ናይ ንጒት ሲኒ መናፍስቲ ወተሃደራት እቶም ማስክ ዝገበሩ ማለት እዩ ክበኣሱ ይጅምሩ። ነቶም ማስክ ዝገበሩ እውን ፍልይ ብዝበለ መሳርሒ እንዳገበሩ ሓደ ብሓደ ቀቲሎም ይውድእዎም። ነቲ ንጒት ሲን እውን ኣብ መወዳእታ ንበይኑ የትርፍዎ። እዚ ንጒት ሲኒ ብዘይ ወተሃደራቱ ድኹምን ንሓደጋ ዝተቓልዐን እዩ። ዴሪክን ኢላይን ስካትን'ውን ነቲ ንጒት ሲኒ ከጥቅዕዎ ተወርዊሮም ናብኡ ምስ ከዱ፣ እቲ ንጒት ሲኒ'ውን ናብ ካልእ ፍልይ ዝበለ ቦታ ሒዝዎም ይኸይድ። ኣብዚ ግዜ'ውን ሰለስቲኦም ተበታቲኖም ከም ዝጠፋፍኡ ይገብሮም እሞ ሰለስቲኦም ግን ብልሒ ተጠቂሞም፣ ብናይ ዊርውልፍ ድምጺ እንዳ ተጸዋውዑ ነቲ ንጒትሲኑ ይሕዝዎ። ነቲ ንጒትሲኑ ዋላ እኳ ይሓዝዎ እምበር ነዊሕ ከጽንሕዎን ክሕዝዎን ግን ኣይክእሉን እዮም። ነዚ ዝረኣየ ሄልሃውንድ እውን ናብኣቶም እንዳ ጐየየ ይኸይድ እሞ ንስኻትኩም ካብ ዝረሓቑ ኣነ ከቃጽሎ እየ ይብሎም። ንበይኑ ግን። እቲ ንጒትሲ ንብዘለዎ ሓይሊ እዀል ኣይከኣለን። ኢላይን እስካትን ዴሪክን ሒዞምዎ እንከለዉ እንተቃጺልዎ ከኣ ንሳቶም'ውን ምስኡ ብሓንሳብ ክሞቱ እዮም። እቲ ንጒትስን'ውን በጋጣሚ ንወዲ ዴሪክ ንኢላይ ደፊኡ ይድርብዮ። ሕጂ ሒዞምዎ ተሪፎም ዘለዉ ዴሪክ፣ እስካት፣ መርማራ ሃሪሽን ማለት እቲ ሄልሃውንድን እዮም። ዴሪክ'ውን ኣብዚ ግዜ'ዚ ንነብሱ መስዋእቲ ክገብር ከም ዘለዎ ይግንዘብ እሞ ንስካቶ ውን መስዋእቲ ክከውን ስለ ዘይደለየ ደፊኡ ናብ መሬት ይድርብዮ እሞ ንወደይ ንዓካ ሓላፍነት ገዲፈልካ ኣለኩ ሕጂ እቲ ኣልፋን እቲ መራሕን ንስካ ኢካ ይብሎ ሽዑ ውን መርማሪ ሃሪሽ ናብ ሄልሃውንድ ይቅየር እሞ ንዴሪክን ነቲ ኑጊትስንን ብሓንሳብ የቃጽሎም። ዴሪክ ምእንቲ ዅሎም መስዋእትነት ከፊሉ፣ ኵላቶም ካብቲ ቦታ ብሰላም ይወጹ። ብድሕርዚ'ውን ንዴሪክ ቀቢሮምዎ፣ ኵላቶም ሓዚኖም ብሓንሳብ ተኣኪቦም ንሪኦም። ቀጺልና'ውን እስካትን ኣሊሰንን ናብቲ ዝነበረ ናይ ቀደም ፍቕሮም ተመሊሶም። ብሓንሳብ እንዳተሰዓዓሙ ግዜ ከሕልፉ እንከለዉ ንሪኦም። እቲ ነዚ ኩሉ ዕግርግር ክፍጠር ዝገበረ ናይ ኬሚስትሪ መምህር እውን ናብ ናይ ጽሉላት ሕክምና ክውሰድ እንከሎ ምስ ረኣና ፊልምና ኣብዚ ትውድእ። ከመይ እሞ ረኺብኩማ ነዛ ኣብ ዕስራ ዕስራን ሰለስተን ዝወጸት? ቴን ወልፍ ትብል ምልእቲ ፊልም እታ ተኻታታሊት ቴን ወልፍ ኣበይ ኣላ ቀጽላ እንዳ በልኩም ኣብ ኮመንት ትጽሕፉለይ ዘለኹም ኣብ ዩቱብ ስለ ዘይተዘርገሐትን ስለ ዘየላን ሕጂ ክንዝርግሓ ኣይንኽእልን ኢና ኣብ ዩቱብ ምስ ተጻዕነት ግን ብትግርኛ ሒዝናልኩም ክንቀርብ ኢና ክሳብ ሽዑ ግን ጽቡቃት ፊልምታት እንዳ መረጽና ከነቅርበልኩም ኢና ኣብ ቀጻሊ ብኻሊእ ፊልም ክሳብ ንራኸብ ሰሰናዩ።